ሃለሉያ ሃለሉያ ሰርሕለ ሃለሉያ የሱስ ሃለሉ ኢየሱስ ክርስቶስ ጎይታ እዩ። ኢየሱስ ክርስቶስ ጎይታ እዩ። ውህበት ናይ ኣገልግሎት ጸጋ ዝብል ኣርእስቲ ሒዘ ዘለኹ ውህበት ናይ ኣገልግሎት ጸጋ ኢየሱስ ክርስቶስ ጎይታ እዩ። ሃለሉያ ቃል ኣምላኽ ከምዚ ይብለና ኣብ ቀዳማይ ቆረንቶስ ምዕራፍ ዓሰርተ ክልተ ሓደ ከምዚ ይብለና ሃላሎያ ኣሕዋተየ ይጅምር ብዛዕባ እቲ መንፈሳዊ ውህበት ግና ብዘይ ፍልጠት ክትኮኑ ኣይፈትን እዩ ሃላሎያ እንታይ ኢሉ ብዛዕባ እቲ መንፈሳዊ ውህበት ግና ብዘይ ፍልጠት ክትኮኑ ኣይፈትን እንታይ ይብላ ኣሎ መንፈሳዊ ውህበት ኣሎ ሃለሉያ ስለዚ ኣብ ቤት ኣምላኽ እንታይ ኣሎ መንፈሳዊ ውህበት ሃለሉያ ብዙሕ ዝዓይነቱ እዩ ኣዝዩ ኣዝዩ ብዙሕ እዩ ዋላ መፅሓፍ ቅዱስ ክገልፆ ከሎ ኣብ ነፍሲ ወከፍ መፅሓፍ ቅዱስ ክንሪኦ ከለና በብወገኑ በብናቶም ገሊፆም ኣሎ በዓል ጳውሎስ ኣብ ሮሜ ካልእ ገሊፁ ኣሎ ኣብ ቆሮንጦስ ከምኡ ገሊፁ ኣሎ ኣብ ኤፌሶን ኣለና ጴጥሮስ ብጊድኡ ከምኡ ገሊፁ ኣሎ ብዙሕ ብዙሕ እቲ ውህበታት ግን ኣብቲ መሪሕነት ዝኾኑ ሎሚ እቶም ሓሙሽቱ ኦፊሳት ንብሎም ወይ እቶም ሓሙሽተ መሪሕነት ንብሎም ኣብ ኤፌሶን ዘለዉ ንዕኦምን ነቶም ካልኦት እውን ሕልፍ ሕልፍ ክንብሎም ኢና ማለት እዩ። ኢየሱስ ክርስቶስ ጎይታ እዩ። ስለዚ እንታይ ኢሉ ኣሕዋተየ ምስ ጀመረ ብዛዕባ እቲ መንፈሳዊ ሕይወት ግና ብዘይፍልጠት ክትኮኑ ኣይፈቱን እዩ። ሃለሉያ። ስለዚ እግዚኣብሔር ኣምላኽ ብዘይፍልጠት ክትከውን ነፍሲ ደስ ኣይትብሎን እያ ንዕኡ ብፍላይ ከኣ እቲ ወመንፈሳዊ ውህበት ኣብ ቤት ኣምላኽ ዝኸውን ንዕዑኻ ብዘይ ፍልጠት ክኸውን ኣይደልየን እዩ። ሃለ ሉያ። ስለዚ ፍልጠትና ክብርኽ ይግባእ ብዛዕባ እቲ ኣብ ቤት ኣምላኽ ዘቐመጦ ጸጋ፣ ንቤት ኣምላኽ ዝሃቦ በረኸት፣ ንቤት ኣምላኽ ዝሃቦ ውህበት ኣገልጉሎት ብዛዕባኡ ፍልጠትና ክዓቢ ይግባእ። ፍልጠትና ክሰፍሕ ይግባእ። ክንፈልጦም ከኣ ይግባኣና። ሃለ ሉያ። ኢየሱስ ክርስቶስ ጎይታ እዩ። ሕጂ ትሓይሽ መስለኒ። ሃለ ሉያ። ኤፌሶን እንድሕር ኬድና ርኢና ምዕራፍ ኣርባዕተ ኣብኡ ብዝሰፍሐ ዝዛረበሉ ነተን ኣርባዕተ ኦፊሳት ከምዚ ይብለና ምዕራፍ ኣርባዕተ ኤፌሶን ፍቕዲ ሓደ እንድሕር ጀሚርና ደጊም ኣነ እሱር ብጎይታ እቲ ተፀዋዕኹምሉ ፅዋዓ ብቕዓትኩም ክትመላለሱ እምዕደኩም ኣለኹ ደጊም ኢሉ ኣነ እሱር ብጎይታ እዚኣ ከኣ ደጊም ኣብ ሰብ ጎይታ ትብለና ምዕራፍ ሰለስተ ከይዱ ንሕይ ኢልዋ ኣነ ባርያ ናይ ናይ የሱስ ክርስቶስ ኢሉ ስለ ዝጅምር ኣብዚኣ እንታይ ደጊም ኢሉ ካልኣይ ግዜ ይደግሞ ስለ ዘሎ ማለት እዩ እዚ ደጊም ዝብል ዘሎ ስለዚ እንታይ እቲ እተጸዋዕኹምሉ ኩሉ እቲ እተጸዋዕኹምሉ ጽዋዓ ብቑዓት ኮንኩም ክትመላለሱ እምዕደኩም ኣለኹ ጻውዒት ኣሎ ንስ እተጸዋዕካሉ ግን ብቑዕ ኮንካ ትመላለስካ ይደልየካ እግዚኣብሔር ኣምላኽ እግዚኣብሔር ኣምላኽ ይጽውዕ እዩ ንህዝቡ ሸለል ኢልዎ ኣይፈልጥን እዩ ማእለያ ዘይብሉ ይብለና ኣብ ዓቕሓ ምድሪ መሬት እሱ ኣቐመጠ ይብለና ማእለያ ዘይብሉ ጸጋ ዓቕሓ መሬት ይብለና ንዓና እዚ ናይ ስጋና ነብሲ ንሰብ ክገልጾ ከሎ ከምኡ ይብሎ ማእለያ ዝብል ጸጋ ግን ኣብ ኣቐሚጡ እግዚኣብሔር ኣምላኽ ሓደ ጥራይ ኣይኮነን ዘለና ሰለስተ ኣርባዕተ ጸጋ እውን ኣብ ህይወትና ክዓይ ይኽእል እዩ ብሓደ ነገር ክንግለጥ ንኽእል ኢና ኣብ ርእሲ ግን ብዙሕ ክንዓዩ ንኽእል ኢና ሃላሉያ የሱስ ክርስቶስ ጎይታ እዩ። እናዘመርና ክንምህር ንኽእል ኢና፣ እናዘመርና ዲያቆናት ክንከውን ንኽእል ኢና፣ እናመሃርና ክንጓሲ ንኽእል ኢና፣ እናጓሰና እውን ካልእ ዕዮ እውን ክንዓይ ንኽእል ኢና። ስለዚ እግዚኣብሔር ኣምላኽ ኣዝዩ ኣዝዩ ብዙሕ ዝኾነ ጸጋ ኣብታ ኣቕሓ መሬት ማእለያ ዘይብሉ ጸጋ እግዚኣብሔር ኣምላኽ ኣቐሚጡ ኣሎ። ስለዚ ኣብ ነፍሲ ወከፍና ጸጋ ኣሎ፣ እቲ ጸጋ ግን ይፈላለ እዩ። ከምቲ ኣብ ኣብ ሰብ ቆሮንጦስ ክጽሕፈሎም ከሎ ኩላህና ዓይኒ ንንኸውንሲ እንታይ እዩ ክኾን እዩ? ዝረኣ ጥራይ ምሃለወ ካልኣ ምሃለወን ኩልሃና እዝነ ንከውን ከ ኣካላትና እንታይ ምኮነ ዋላ ሓደ ሕጂ በብኡ ክፍሉ ግን ነናቱ ኮይኑ ሓደ ሙሉእ ሰብ ይፈጥር ስለዚ ኣብ ቤት ኣምላኽ ኩልሃና ወንጌላውያን እንኸውን ቤት ኣምላኽ ይመሃለና ኩላህና ወንጌል ክትበስር ወፃ መን መዕበየን እቶም መስኪና ዘምፃለን ይገርም እዩ ወንጌላዊ ኣብ መፅሓፍ ቅዱስና መን ኣሎ ፊልጶስ ፊልጶስ ወንጌል ጥራይ ዝመስክር ሰማርያ ኸይድ ወንጌ ኩርስቶስ ከኣ ሰበኸሎም ለና ብድሕሪኡ ገዲፎም ይኸይዱ ሽዑ ማሕበር ኣምላኽ እንታይ ኣብ ምዕራፍ ሸውዓተ ለና ግብረ ሃዋርያት እንታይ ይብሉ ሃዋርያ ኣብ የሩሳሌም ዘበ ሃዋርያ ሰማርያ ኸኣ ወንጌል ከም ዝሰምዐት ፈሊጦም ንዮሃንስን ጴጥሮስን ልኢኸሞ ምስ ለኣኽዎም እንታይ ረኺቦም በቃ ብክርስቶስ ጥራይ ኣሚኖም ጸኒሖሞ ድሕሪኡ ግን ምዒዶም ምሂሮም ኣጠሚቖም መንፈስ ቁዱስ ከም ዝምልኡ ገይሮም ሕጂ እንታይ እዩ ወንጌላዊ ጥራይ ዝኸውንሲ ኩላህና ወንጌል ምመስከርና ደገን ወጻን ኣብ ቤት ኣምላኽ ዝመጹ ሰባት እቶም ሓደሽቲ ነፍሳት ዝምህሮም ሰብ ኣይምረኸቡን ማለት እዩ ኩላህና ሃዋርያን እንኾን ከ ክንምንታይ ቸርችታት ምኸፈትና ኣብዚ ሃዋርያ እንታይ ዝገብር ናኸደ ናኸደ ኣብቲ ወንጌል ደይ ተሰበኾ ከምኡ ዝገብር ሃዋርያ ጳውሎስ ኣብቲ ወንጌል ደይ ዝተሰበኾ ክብረይ ገይረዮ ኣለኹ በቃ ኣብቲ ወንጌል ዝስበኾ ከይሰበኽሲ በቃ ከይደ ኢሉ

ስለዚ እዞም ሓሙሽተ ኦፊሳት ኣብ ሓንቲ ቤት ንዝህልው ግን መምህር ኣሎ፣ ጓሳ ኣሎ፣ እቶም ወንጌላውያን እቶም ነቢያትን እቶም ሃዋርያን ደገ ከይዶም ዝሰርሑ ነይሮም ሰሪሖም ካብ ተላኢኾም ካብ ዝተመለሱ ከምኡ እዮም ዝግበር ነይሩ ኣብ ሃዋርያ ኣብ ሎሚ ግዜ ዘሎ ግን ኣነ ነቢ እንድሕር ኮይነ ናተይ ነቢየ ኢለ ቤተክርስትያን እዩ ዝኸፍት

ሓደ ጸጋ ሒዝና ኢና ንተርፍ ወይ ፓስተ ጥራይ ኢና ሒዝና ንተርፍ ወይ ነቢ ጥራይ ሒዝና ኢና ንተርፍ ከምኡ ግን ኣይኮነን ስለዚ ምግዛእ እንተ ዝህልወና ነይሩ ኩላህና ክንዓይ ምኽኣልና ነርና መጺኦም ካብ ጸብጻብ እዮም ዝህቡ ነይሮም ጳውሎስን ሽም ከይዶም ክሰበኹ ንዕዩ ምስ ተፈለዩ ተመሊሶም እታ ማሕበር እዮም ፀብፃብ ሂቦም ተመሊሶም እንታይ ከም ዝገበሩ እታ ማሕበር ፀብፃብ ሂቦም ስለዚ ስለ ዝኸድካ ወንጌላዊ ኮንካ ብኡ ጌርካ ትጠፍእ ማለት ኣይኮነን። ነፍሳት እምዚዝካ ኣብ መስኪርካ ኣምጺእካሲ ናብቲ ማሕበር ኢኻ ትህብ ወይ ኣብቲ ብኡ ከተማ ዘላቶ ማሕበር ናብኡ ኢኻ ትልእኽ። ኢየሱስ ክርስቶስ ጎይታ እዩ። ስለዚ ኩሉሲ ዝነጻጸል ኣይኮነን ኣብ ሓደ ኣካል እዩ። እቲ ኣካል ከኣ ኩሩስተስ ኢልዎ። ስጋ ኩሩስተ ስጋ ናይ ኩሩስተስ ኣካለ ናይ ኩሩስተስ ኢኹም ኢልና። እቲ ኣካል ከመን እዩ ኩሩስተስ ኢልዎ እቲ ርእሲ። ስለዚ እቲ ኣብ ትሕቲ ርእሲ ዘሎ ብምሉእ ኣካላት ኣጻብዕቲ ኣሎ ኣእዳው ኣሎ ካልእ ውሽጣዊ ክሃላት ን ብምሉእ ዘሎ እሱ እንታይ ይኸውን ንዓየ ንሓንቲ ማሕበር ዝኸውን ኢየሱስ ክርስቶስ ጎይታ እዩ ስለዚ ተፋናጭ ኢልካ ዝዕየ ኣይኮነን ዕዮና ስለዚ ናብ ሕብረት እዩ ጸዊዕና ከመያ ትብሉ እንደ ቀዳማይ ቆሮንቶስ ምዕራፍ ሓደ ትሽዓተ እቲ ናብ ሕብረት ወዱ ዝጸዋዕኩም ኣምላኽ እሙን እዩ ኣብ ተሰሎንቄ ካለ ዘላ ካባንተን እቲ ናብ ሕብረት ወዱ ዝጽዋዕኩም ዘሎ ኣምላኽ ትብለና ስለዚ ናብ ሕብረት ክጽውዓና ከሎ ሓቢርና ሓደ ነገር ዓብይ ነገር ክንገብር ሓቢርና ምልኣት ናይ ኩሩስተስ ክንከውን ኣካላት ናይ ኩሩስተስ ክንከውን እቲ ርእሲ ኩሩስተስ እዩ ንሕና ከኣ ኣካላቱ ክንከውን ኢና ንጽዋዕ እየሱስ ኩሩስተስ ጎይታ እዩ ሃለሉያ ኤፌሶን ደጊምና ክነንብቦ ምዕራፍ ኣርባዕተ ሓደ ደጊም ኣነ እሱ ብጎይታ ተጸዋዕኩም ንጽዋዕ ብቕዓት ኮንኩም ትማለሱ እምዕደኩም ኣለኹ ዝበለ

ስለዚ ነፍሲ ወከፍና ጸጋ ተዋሂብና ኢና። ነፍሲ ወከፍና መስፈር እምነት የሱስ ክርስቶስ ነፍሲ ወከፍና ተዋሂብና። ባዕልና ኣይኮናን ንመርጾ፣ ባዕልና ኣይኮናን ንዕድሎ። ሰብ ኣይኮነን ዝዕድለካ፣ ማሕበር ኣምላኽ ኣይኮነን ትዕድለካ። መጀመርያ ዝህበካ መንፈስ ቅዱስ እዩ። መጀመርያ ዝህበካ ኢየሱስ ክርስቶስ እዩ። መጀመርያ ብመንፈሱ እዩ እግዚኣብሔር ኣምላኽ ኣብ ውሽጥኻ ዘቐምጠልካ። ይዓቢ እዩ፣ ይስራሕ እዩ፣ ብኡ ነገር ከኣ ይግለጽ እዩ። ፍረ ከኣ ኣለዎ። የሱስ ክርስቶስ ጎይታ እዩ።

ናብ ልክዕ ምልኣት ብፅሕና ክርስቶስ ክሳዕ ንበፅሕ እቶም ቅዱሳን ነቲ ግብሪ ኣገልግሎት ንምህናፅ ስጋ ክርስቶስ ሙሉኣት ምእንቲ ክኾኑ ኢሉስ ገሊኦም ሃዋርያት፣ ገሊኦም ድማ ነቢያት፣ ገሊኦም ካብ ወንጌላውያን፣ ገሊኦም እውን ጓሶት መምህራንን ክኾኑ ሃበ። ስለዚኣቶም ኣብ ኤፌሶን ኣርባዕተ ካብ ዓሰርተ ዓሰርተ ሰለስተ ዘለዉ ነቲ ማሕበር ዝተዋህቡ ግን ኣብ መሪሕነት ደረጃ ዝርከቡ ኣብ እቲ ዓቢ ናይ መሪሕነት ደረጃ ዝርከቡ ውህበታት እዮም እዚኦም ብዙሕ ዓይነት ውህበት ኣሎ ኢለ ኣለኹ ስለዚ ኣብ ካብዚ ብዙሕ ዓይነት ውህበት እቲኦም ኣብ ደረጃ መሪሕነት ዘለዉ ግን እዞም ኣርባዓ እዞም ሓሙሽተ እዚኦም ተቐይሶም ዘሎ እዩ ሃዋርያት ኢሉ ነቢያት ኢሉ ወንጌላውያን ጓሶትን መምሃራንን እዩ ኢየሱስ ክርስቶስ ጎይታ እዚኦም እቶም ኣብ ኣብ ርእሲ ዘለዉ እዩ ዝዛረብ ዘሎ ወይ እቶም ኣብ መሪሕነት ኣብቲ ማሕበር ኣምላኽ ብመሪሕነት ክረኣዩ ዝኽእሉ እዩ ዝዛረብ ዘሎ ስለዚ እንታይ ኢሉ ኩላህና ናብ ሕብረት እምነት ሓደ ናብ ፍልጠት ወዲ ኣምላኽ ክልተ ናብ እኹል ሰብኣይ ናብ ልክዕ ምልዓት ብፅሕና ብፅሕና ክርስቶስ ክሳዕ ንበፅሕ ነቶም ቅዱሳን ስለዚ እዚ ነገር እዚ ክትበፅሕ እንድሕር ኮንካ ሓደ ነገር የድልየካ መምህር የድልየካ ጓሳ የድልየካ ወንጌላዊ የድልየካ ነቢ የድልየካ ሃዋርያ የድልየካ ስለዚ ኢና ብብዙሕ ደረጃ ክንዓቢ ዘይንኽእል ዘለና። ዕቤትና ናይዘም ኩሎም ጸጋ ኣብ ሓደ ዘዝእከም ነይሩ ክንድምንታይ ምዓበና ነርና፣ ክንድምንታይ ምተሳገና ነርና፣ ክንድምንታይ ምስተናጠቕና ነርና፣ ክንድምንታይ ኣዚና ኣዚና ፈላጣት ምኾንና ነርና። ኢየሱስ ክርስቶስ ጎይታ እዩ። ሓብሪ ብጫ ገራያስ ምርኣይ ኣብይሓን ኢየሱስ ክርስቶስ ጎይታ እዩ። ዓሰርተ ሓደ ዓሰርተ ሰለስተ

እዚ ኩሉ ክትገብር እንድሕር ኮንካሲ ሃዋርያ የድልየካ ማለት እዩ። ነቢ ከኣ ምስኡ፣ ወንጌላዊ ከኣ ምስኡ፣ መምህር ከኣ ምስኡ፣ ጓሳ ከኣ ምስኡ የድልየካ። ስለዚ እግዚኣብሔር ኣምላኽ ውህበት ክህብ ከሎ እንታይ ማሕበር እዩ ብዙሕ እዋን ሰሚዕኹማ ትኾኑ ኢኹም ብዙሓት ኣገልገልቲ እንታይ ገረብ ፈርያሲ ንርእሳ ድያ ትበልዖ እዮም ዝብሉ ርእሳ ትበልዕ ኣላ ንቕረ ፓስተር ሳሙኤል ንገለ ኢሉ ቀዳማይ ኢሉ ንመን እያ ተፈርዮም ንኻልእ እያ ተቦ እግዚኣብሔር ኣምላኽ ጸጋ ቅምጥ ከሎ ዘይናተይሲ ኣባይ ክቕመጥ ከሎ ንዓኹም እዩ ዘቕምጥ ናትኩም ጸጋኻ ንዓይ እዩ ዘገልግለኒ ናተይ ጸጋ ስኻትኩም ትጥቀምሉ ናትኩም ጸጋ ንጥቀምሉ ኢኹም ስለዚ ተገድሱ ተድልዩኒ ኢኹም ንዓይ ማለት እዩ ስቃልኻ የድልየኩም እየ ንዳላለይ ኢና እቲ ጸጋስ ይደልየና እዩ ባርናባስሲ ሓደ ግዜ እንታይ ገይሩ ጳውሎስ ንቶም ደቂ መዘመ ጎይታ ምስ ተገለጸሉ ስቶም ደቂ መዛሙርቲ ክጸጓዑ ምስ ደለየሲ ፈሪሆሞ ከቕርቦ ይደለዩ ባርናባስ ግን ከይዱ ደልዩ ኣምጺእዎ። እዚ ሰብ እዚ ከምቲ ትፈልጥዎ ኣይኮነን፣ ከምቲ ቀደም ዝነበረ ኣይኮነን እዩ። ፈሪሆሞ እንድዮም በቃ መሳውቢ እዩ፣ ከእስረና እዩ፣ ሕጂ እውን ኣብዚኣ ተሓዊሱ ኣሚነ ኢሉ ፈሊጡ ገለ ኢሎም ኩሎም ፈሪሆሞ። ባርናባስ ግን ደልዩ ምስ ኣምጸኦ ናብ ሃዋርያ ኣምጺኡ እዚ ሰብ እዚ ተለዊጡ እዩ ኣሕዋተይ፣ ፍጹም እዩ ተለዊጡ ከምቲ ትብልዎ ኣይኮነን ኢሉ ኣምጺኡ ደልዩ ኣምጺእዎ። ባርናባስ ኣዝዩ ለባም ሰብ እዩ፣ ኣዝዩ ጸጋ ሰብ ዝደሊ ሰብ እዩ፣ ኣዝዩ ምሕቋፍ ዝደሊ ሰብ እዩ፣ ኣዝዩ ከኣ ናይ ሰብ ጸጋ ዝፈልጥ እዩ። የድልየትና ኢሉ ደጊምጽዎ ኣነ ገርመኒ ናይ ጳውሎስ ኣብቲ ግዜ እቲ ምደኸመ ነይሩ እየ ዝብሎ ኩሎም ዘዘሳብዎ ነይሩ በይኑ ዋላ ሓደ ክገብር ኣይምኻለ ደልዩ ምስ ኣምፀ ናብ ማሕበር ኣምላኽ ግን ምስ ረኣይዎ ፀጉ ዋላ ሓኮባ እዩ ዝወዲ ተለዊጡ እዩ ከምቲ ንፈልጦ ሳውል ኣይኮነን ሳውል ኣይኮነን እዚ ሰብ እዚ ጳውሎስ ከምቲ ጳውሎስ ዝተለወጠ ሽም ከምኡ ተለዊጡ ዘሎ ኢሎም ሓቂፎም ምስ ሓዝዎ ግን ኣዝዩ ክጠቕሞም ጀሚሩ ኣዚ ካብ ኩሎም ካብ ኩሎም ንላዕሊ ጻዓርኩ እዩ ካብ ኩሎም ንላዕሊ ዓይኹ እዩ ዋላ እኳ ምስ ከምቶም ቀዳሞት ሃዋርያ ተደይኹ እኮ ኣነ ሃዋርያ እዩ ንሰብ ቆረንጦስ ንሰብ ቆረንጦስ ብፍላይ ኣነ ሃዋርያ ከም ኢልዎ ኢየሱስ ክርስቶስ ስለዚ ኣብዚ ግዜ እዚ እውን እዚ ጸጋ እዚ ኣሎ እዩ ክርስቶስ ወንጌል ክርስቶስ ካብ ሞት ምስ ተንሰየ ምርኮ ማሪኹ ንሰብ ውህበት ሃበ የሱስ ክርስቶስ ቤተይ ንሰብ ውህበት ሃበ እቲ ዝሃበ ውህበት ካኒ እዞም ፀጋታት እዚኦም ሓሙሽተ ኦፊሳት እዮም ብደረጃ መሪሕነት ኢና ንዛረብ ዘለና ብምሉኦም ብምሉእ ዲያቆን ብምሉእ ኣብ ውህበት እዩ መዘምራን ብምሉእ ኣብ ውህበት እዩ ናይ ፀሎት ናይ ምድንጋፅ ኣብ ሮሜ ኣለና ምዕራፍ ዓሰርተ ክልተ እቲ ዝድንግፅ ይድንግፅ ኣለና እዚ ዘገልግል ብኮነ ናይ ገልግል እቲ ዝህብካ ኹን ስለዚ ዋላ ናይ ምሃብሲ ጸጋ እዩ ትሰልዮ ሰብ ኣይህብን እዩ ዘላ ትሰልዮ ዝህብ ሰብ ኣሎ ናይ ምሃብ ጸጋ ጥራይ ዘለዎ ዝድንግጽ ሰብ እካ ኣሎ ይገርመኩም ምድንጋጽ ጸይሉ ይመጸልካን እዩ ኣብ ሊብያ ተኣሲሮም ሰሚዕ ገለ ሰብ ስድድ የብል ኩላኻን ሆም ዲና ይኮና ግን ዝድንግጽ ሰብ ኣሎ ኣብ ኤርትራ ተኣሲሮም ኣለውስ ሕባብ ስድድ የብል ዘዝሓዘ ዝህብ ኣለ ሰብ ስለዚ ናይ ምድንጋጽ መንፈስ ዋላ ኣሎ፣ ናይ ምድንጋጽ ውህበት እውን ኣሎ እዩ። ስለዚ ብኹሉ ነገር ውሽጥና ክንፍትሾ ይግባና። በበየናይ እዩ እግዚኣብሔር ኣቕሚጥልና ግን ክነዕብዮ ይግባና፣ ክነለልዮ ይግባና፣ ብኡ ክንዓየሉ ይግባና። ኢየሱስ ክርስቶስ ጎይታ እዩ። ጸጋ ከኣ ይግለጽ እዩ። ብኢድ ናይ ሽማግለታት ኣብ ማእከል ማሕበር ክጽለየልካ ከለኻ ሓደ ሓደ ምዕባለ እዩ ይግለጽ እዩ። ከምኡ ኢልዎ ኣሎ ንጢሞቴዎስ እቲ ብኢድ ሽማግለታት ኣብታትካ ዝነቢሩ ጸጋ ንኹሉ ናዓበየ ናተገለፀ ስጋብ ዝኸይድ እልዎ ኣብ ኩሉ ሰብ ስጋብ ዝፍለጥ እልዎ ስለዚ እቲ ቤት ሽማግለታሲ ናቱ ፀጋ ናተገለፀ መፅንዒ ጢሞቴዎስ ጢሞቴዎስ ኣብ ዘበኑ ሃዋርያ እዩ ነይሩ ስለዚ ሃዋርያ ብዙሓት ሃዋርያ እዮም ቀዳማይ ሃዋርያና ምን እዩ ኢየሱስ ክርስቶስ እዩ ናይ መማን ሃዋርያ ይብለና ኣብ እብራውያን ዘሎ እቶም ዓሰርተ ክልተ ከዓኒ መማእቶም ዝተቐበለ የለን ዓሰርተ ክልተ ሃዋርያ ብድሕሪኡ ኣብ ጳውሎስ እዮም ድሕሪ በዓል ጢሞቴዎስ እዮም ኣብዚ ኣብዚ ራብዓይ ደረጃ እንድሕር ደይም ከኣ ኣብዚ ዘመን ዝኻ ሃዋርያ ኣለዎ ማለት እዩ ስለዚ እቲ ጸጋ ናይ ሃዋርነት ስጋብ ሕጂ ይቕጽል ኣሎ ማለት እዩ ነቢያት ኣለዉ ነቢያት እውን ምምሎ ኣብ ዘመን እዚ ኣለዉ እዮም ወንጌላውያን ወንጌላውያን ክብለኩም ጸኒሐ ፊልጶስ ሓደ ካብቶም ወንጌላውያን እዩ ኣብ መጽሓፍ ቅዱስና ንዑ ጥራይ ጸዋቒ እዩ ዘሎ ወንጌላዊ ፊልጶስ ዝብለና

ኣዝዩ ናይ ወንጌል ዕዮ ዝሰርሐ ከም ፍሊጶስ ሰየእልን እዩ ወንጌላዊ ከኣ እዩ ዝጽውዖ ማለት እዩ ስለዚ ኣዝዩ እቲ ጸጋ ስጋ ኣብ ሎሚ ናይ ክርስቶስ ጸጋ ይዓይ ኣብዚ ሎሚ ግዜ ሓሰውቲ ነቢያት ስለ ዘለና ነቢያት የለውን ክንብል ኣይንኸልን ኢና ክንብል ከኣ ሓጢኣት እዩ ኣለዉ ብቐንዕና ዝዓዩ ኣንግለው እዮም ኣብዚ ሎሚ ግዜ ሃዋርያ የለን ክንብል ኣይግንኸልና ኣለዉ እዩ ጸጋ ክርስቶስ ሎምን ዘልኣለምን ንሱ እዩ። ክርስቶስ ኣይተለወጠን ኣሕዋተይ፣ ጸግኡ ኣይተለወጠን። ምርኮ ማረኸ ንሰብ ካብ ውበት ሃበ ይብለና። ሃለለያ ሃለሉያ። ኣብ ኢድ ጸላኢ ዝነበረ ምርኮ፣ ኣብ ጸልማት ዝነበረ ምርኮ፣ ተታሒዙ ዝነበረ፣ ኣብ ጸልማት ተዓጽዩ ዝነበረ፣ ሃለሉያ። ክርስቶስ ትንሳኤኡ ህይወት እዩ፣ ብድሕሬኻ ውበት ኣለዎ። ሃለሉያ። ስለዚ ንምንታይ ደኣ እሞ እዚ ኩሉ ኣገልግሎት ዝህበና ዘሎ ቅድሚያ ናብ ቆሮንጦስ ንኺድ ምኑ ቆሮንጦስ ምዕራፍ 12 ቀዳማይ ቆሮንጦስ 12 ከምዚ ይብለና ኣብዚ ከዓ በብደረጆም ቀዳማይ ካልኣይ ንብለ ሰሪዖም ኣሎ ቀዳማይ ቆረንቶስ ምዕራፍ ዓሰርተ ክልተ ዕስራን ሸሞንተን ኣምላኽ ድማ ኣብ ማሕበር እዩ ቅድም ሃዋርያ ካልኣይ ነቢያት ሳልሳይ መምህራን ደሓር ገበርቲ ሓይልታት ደሓር ውህበት ምፍዋስ ምርዳእ ድኹማት ምምራሕ ገበይኑ ቋንቋታት ዝሰርዐ እዩ እዚኦም ኣርባዕቲኦም ሓሙሽቲኦም ዝረኣናዮም እዚኣ ኣብዚኣ ካብ ፅሒፎም ኣሎ ቀዳማይ ኢሉ ሃዋርያ ኢሉ ካልኣይ ነቢያት ሳልሳይ መምህራን ኢሉ ወንጌላዊ ነቢ ይጠቐሰ ደሓር ገበርቲ ሓይልታት ደሓር ጉህበት ምፍዋስ፣ ደሓር ምድራ ድኹማት፣ ምምራሕ ኢሉ በበይኑ ቋንቋታት መምሃራን እዩ ምምራሕ ተይኻ ምምራሕ ከዓ ጓሳ እዩ በበይኑ ቋንቋታት ከዓ ስራሕ እዩ ኩላቶም ዶ ሃዋርያት እዮም እዩ ሽዑ 28 ክቐፅል ከሎ ኩላቶም ዶ ነቢያት እዮም ኩላቶም ዶ መምሃራን እዮም ኩላቶም ዶ ገበርቲ ተኣምራት እዮም ኩላቶም ዶ ውህበት ኣምላኽ ኣለዎም እዩ ኩላቶም ዶ ቋንቋታት ይዛረቡ እዮም ኩላቶም ዶ ትርጉም ይትርጉሙ እዮም ናበለ ይቕፅል ስለዚ ሓደ ሃዋርያ እንድሕር ኮይኑ ነብያት ነብይ ይኮነን እዩ ግን ክንበይ ይኽእል እዩ መንፈስ ን- ናይ- ናይ መንፈስ ም- ምንባይ ዝበሃል ኣሎ እናገንገለ ከሎ እና- እናመሃረ ከሎ ፍርሓዊ ክንበይ ይኽእል እዩ ግን ነብይ ማለት ኣይኮነን እዩ። እዚ ኣብቲ ግዜ እቲ ኣብቲ ሽዑ ሰዓት ዝወሃበካ ናይ ትንቢት መንፈስ እዩ ነቢ ግን ኣኻልዕ እዩ ኣዝዩ ዓቢ ዓቢ ዝኾነ ኦፊስ ኣዝዩ ዓቢ ዝኾነ ሰፊሕ ዝኾነ ኣገልግሎት እዩ ስለኹም ዝኾነ ይኾን ዞም ነቢያት ኮይኖም ማሕበር ዝኸፍቱ ኣዝዩ ዓቢ ስለ ዝኾነ ይኸፍቱ ግን ከምኡ ይኮነን እዩ ኣብ ቤት ኣምላኽ ኮፍ ኢሎም ነይሮም ምስ ዝኾኑ ወይ ሕብረት ገይሮም ነዝኾም ምስቲ ጓሳ ምስቲ መምህር ምስቲ ወንጌላዊ ምስቲ ሃዋርያ ግን ኣዝዩ ካብቲ ዘለዎን ላዕሊ ምሰፍሑ ነይሮም ምክንያቱ ብፍልጠት መውጽኦን ህዝቦም ዝጓስየሎም ሰብ ምስ ረኸቡ፣ ንሳቶም ክጎብጡ ከለዉ ካብኡ ካብ ቤት ማሕበር ኣምላኽ ካብ ኒዮ ከኣ ወንጌላዊ ከኣ መስኪሩ ካብ ምምጻሎም ነብሳት ስለዚ ኣዝዮም ዝሰፍሑ ነይሮም ኣብ ኢትዮጵያ ክንሪኦ ከለና ኩሎም ነቢያት ኣለዎ እንታይ ማሕበር ኣለዎ ክሎም ሃዋርያ ማሕበር ኣለዎ ወንጌላዊ ብዙሕ ኣይንሰምዕን ኢና ወንጌል ንኹሉ ሰብ እኳ ዝምልከት ተኾነ እቲ ምስካር ግን ናይ ወንጌላዊ ምስክርና ፍሉይ እዩ ተኣምራት ክገብር ይኽእል እዩ ከምኡ ኢልዎ ፊልጶስ ተኣምራት ይገብር ነይሩ በዓል ስሞን ጠንቋለ ሲ ኩሉ ጥንቁልኑ ዘስተንክሮም ዝነበረ እዩ እዚስ ሓይሊ ኣምላኽ እዩ ስጋብ ዝብልዎ ነበርስ ፊልጶስ መፅእ ኣብ ሰማርያ ወንጌል ምስ ሰበኸ ግን ኮፍ ኢሉ ምስኡ ኩሉ ነገር ስርሑ ፈሪሱ ብወንጌል ኣሚኑ ኮፍ ኢሉ። ሽዑ ሃዋርያ መጺኦም ካብ የሩሳሌም ክምስክሩሎም ከለዉ ተኣምራት ክገብሩ ከለዉ ምስ ረኣዮም ካብ ሽኻ ገንዘብ ሒዙ መጽ ስ ዝበዓል ጴጥሮስ ከምዚ ክገብር ባ ክብሉ ኢሎም ስለዚ ስምዖን ኣዝዩ ዓብዪ ዘሰንክር ዝነበረ ነቢ ራእይ ዝነበረ ፍቲ ምድሪ ጠንቋሊ ዝነበረ ፊልጶስ መፂ ወንጌላዊ ኩሉ ነገሩ ማሪኹ ስለዚ ተኣምራት ዝገብሩ እዮም እቶም ነብሲ ኣዝዩ ጸጋ ኣምላኽ ዘለዎም ካብ ቦታ ናብ ቦታ እውን ብሓይሊ መንፈስ ቅዱስ ዝናጠው ሰባት እዮም ወንጌላውያን ስለዚ እቲ ኣነ ወንጌል ዝምስክሮ ኮፍ ንእግረ መንገደይ ወንጌላዊ ከብለኒ ይክእል እዩ ጸጋ በይኑ እዩ እቲ ኦፊስ በይኑ እዩ እቲ ዕዮ በይኑ እዩ ስለዚ ብዘይ ፍልጠት ክንከውን ኣይግባኣናን ንቶም ኣብ ማእኸልና ዘለዉ ናይ መምህርና ጸጋ ዘለዎም ናይ ጉስነት ጸጋ ዘለዎም ናይ ነቢ ጸጋ ዘለዎም ናይ ሃዋርያ ጸጋ ዘለዎም ክብሪ ክንህቦም ይግባእ፣ ኣፍልጦ ክንህቦም ይግባእ። ኣነ ስለ ዝምህር ዘለኹ ኣነ ጓሳ እየ ክብል ኣይክእልኒ ወይ ኣነ ስለ ዝጓስ ዘለኹ ኣነ ምምህር ክብል ኣይክእልኒ። ክልቲኡ ነገር ግን ክህልወኒ ይኽእል እዩ። ጓሳ እናምሃረ ክዕቢ ይኽእል እዩ፣ ግን ኣብ ባህርያቶም ፍልልይ ኣለዎም እዩ። ጓሳ ክንቹ ምጓሳይ ነተን ነብስታት እናጎሰየ ክምህር ዋላ ከሎ እንዳቃባጠረ እዩ ዝምህር መምህር ግን እቲ ሓቀኛ መምህር ትምህርቲ ጥራይ ምሂሩ ዋላ ተሰበር ዋላ ተለኩሰስ ዋላ ኮሪ ዋላ ገዛ ክኸፈል ክምህረካ ይኽእል እዩ ስለዚ እቲ መምህርን ናይ ጓሳን እውን ክፈላለ እዩ እንድሕር ኣብ ትኽክል ሄድና ርኢናዮ ማለት እዩ ጴጥሮስ ከምዚ ኢሉ ኣሎ ቀዳማይ ጴጥሮስ ምዕራፍ 4 11 ስጋብ 11

ናብቲ ብዙሕ ዝዓይነት ጸጋ ኣምላኽ ንሓድሕድኩም ኣገልግሉ እዩ። ብዙሕ ዝዓይነት ጸጋ ኣምላኽ እዩ። ስለዚ ንሓድሕድኩም ኣገልግሉ። እቲ ጋሳን እቲ መምህርስ ይገላገሉ እዮም። እቲ ሃዋርያን እቲ ነቢይንስ ይጓላገሉ እዮም። እቲ ወንጌላውን እቲ መምህርስ ይገላገሉ እዮም። ኣሕዋተይ ኣይናጻጸሉን እዮም። ተጋዛዚ እዮም ዝኾኑ ነቢ ንነቢ ከማስ ይግዘዩ ይብለና ኣብ ቀዳማይ ቆሮንጦስ ኣለና ነቢ ንነቢ ይግዘዩ እቲ ሓደ ክንብ ከሎስ እቶም ካልኦት ነብያት እንታይ ግበሩ ይመርምሩ ኢሉ ካብ ኣምላኽ ድዩ ኣይኮነን እዚ መልእኽቲ ኢሎም እስኪ ምርምሩ ይባል ስቅ ይበሉ ይብሎም ሃላሉያ ዓሰርተ ሓደ ዝነግር እንተሎ ዝነግር እንተኾነ ከም ቃል ኣምላኽ ገይሩ ይንገር የትመመር እዩ ዘገልግል እንተሎ እውን ከምቲ ኣምላኽ ዝሃበ ሓይል ገይሩ የገልግል ኣምላኽ ብየሱስ ክርስቶስ ብኩሉ ምእንቲ ክኸብር ንዕኡ ክብርን ስልጣንን ንዘለኣለም ዓለም ይኹኖ ኣሜን ሃላሉያ ስለዚ ከምቲ ዝግባኣና ጌርና ግን ክነገልግል ይግባኣና ከምቲ ዝተዋህበነ ፀጋ ግን ክንዓይ ይግባና ኣብ ንሰብ ቆሮንቶስ ኢሎም ተቐቢልኩም ከለኹም ስፍሪ እንተሃልዮም እንታይ ከምዘይ ተቐበልቲ ትኾኑ ንምንታይ ኹም ትኽበሩ ኢልዎም ገሌና ንኽበር ኢና ቤት ኣምላኽ እንድሕር ተዋሂብና ኮይኑ ናይ ኣገልግሎት ናይ መዝምራን ነገልግሎ ኣሕዋተይ ኣዝና ከነገልግለሉ ይግባና በቲ ጸጋ ተዋህበና ናይ ጸሎት ጸሎት ተዋሂብና በቲ ጸሎት ክነማልድ ይግባና ናይ ምምራሕ ምልሕ ተዋሂብና በቲ ምምራሕ ብዙሕ ነገር ጸጋ ስለ ዘለ ናይ ቆልዑ መምሃር ናይ ቆልዑ መሓዝ ሰኒና ናይ ዲያቆናት ድሕር ኣሊና ኣይንከበር ኣሕዋተይ እቲ ወሃቢስ በዓል እዩ ዝህበካ እቲ ዝዓይ መንፈስ እዩ ዝዓይ ስለዚ ክንክበር ይግባና ተቐቢልኩም ንሶም ስታለምታ ከም ዘይተቐበልኩም ትኾኑ ኢሎም ዘይተቐበልና ክንመስል ኣይግባኣናን እዩ በቲ ዝተቐበልናይ ግን ክንዓየሉ ይግባኣና ንቤት ኣምላኽ ክነገልግለሉ ይግባኣና ስለዚ ጸግ እቲ ባኹም ዘሎሲ ናትኩም ዘይኮነ ግን ኣባኹም ዝተቐመጠ እዩ ወሃቢ ኣለዎ እዩ ዋና ኣለዎ እዩ ናትኩም ኣይኮነን እዩ ስለ ምድንጋፅ እንድሕር ኣለኩም ደንጉፁ ምሃብ እንድሕርኩም ሃቡ ምርዳእ እንድሕር ኣለኩም ርድኡ ንሰባት ሰብ ናይ ምርዳእ መንፈስ ኣሎ ኣሕዋተይ ሰብዚ እንታይ ኮሎ መዓዝ ዘይመፀ ከይዱ ረድኡ ዝበፅሕ ኣሎ ሓሚመ እንድሕር ዩስ ብጉያ ናብ ሕክምና ዝኸይድ ናብ ገዝኡ ከይዱ ዘፀናንዕ ሰብ ከምኡ ኣሎ እዚ ውበዝ እንድሕር ኣለኩም ኣይትዕፀዎ ኣሕዋተይ ሰብ ከ እንታይ ክብለኒ ኣይትበሉ እዚኣ ጸጋ እዚኣ ናትኩም እያ እዛ ውህበት እዚኣ ናትኩም እያ ሮሜ ምዕራፍ ዓሰርተ ክልተ ካብ ሰለስተ ከምዚ ይብል ከምቲ ኣምላኽ ነፍሲ ወከፍ ዝዓደሎ መስፈር እምነት ገይሩ ድኣ ብዛዕባ ርእሱ ብልክዕ ይሕሰብ እምበር፣ ከምቲ ዝግብኦ ዓዚዙ ከይሓስብሲ ነፍሲ ወከፍ ኣብ ማእከልኩም እብሎ፣ በቲ ዝተዋህበኒ ጸጋውን እብሎ ኣሎኹ። ከምቲ ኣምላኽ ነፍሲ ወከፍ ዝዓደሎ መስፈር እምነት ገይሩ ድኣ ብዛዕባ ርእሱ ብልክዕ ይሕሰብ። ልዕሊ እቲ እግዚኣብሔር ዝሃበካ ግን ክትሓስብካ የብልካን እዩ ዝብለካ እግዚኣብሔር ኣምላኽ ድሕር ናይ ምሃብ ኣደ ሂብካ ሲ ኣነ ሃዋርያ ክኸውን ኣለኒ ኢልካ ክትሓስብ የብልካ ኣነ ነቢ ክኸውን ኣለኒ ኢልካ ሲ ንኣምላኽ ክትማጎት የብልካ ኣንታ ሰብ መን ኢኻ ስኻ ንኣምላኽ ትማጎት ይብል ንኣምላኽሲ ዝማጎት ሰብ የሎን እዩ። እንድሕር ንስሓ ሂብካ ኮይኑ ድያቆን ሂብካ ኮይኑሲ ንምንታይ እየ መምህር ዘይኮንኩ ኢልካሲ ክትርብሽ የብልካን። እንተድኣ ብኣኣ ግን ክትዓዪ ይግብኣካ። ስለዚ ልዕሊ ዓቕምና ክንሓስብ ከኣ ፍቓድ ኣምላኽ ኣይኮነን። በቲ ዝተውሃበና ግን ኣዚና ክንዓይይን ክንዓዝዝን ይግብኣና። ኣርባዕተ፣ ከምቲ ኣብ ሓደ ስጋ ብዙሕ ኣካላት ዘሎና ከምኡ ብዘሎ ኣካላት ከኣ ተጋባይ ሓደ ዘይኮነ፣ ንሕና ናብ ብዙሓት ከኣ ከምኡ ብክርስቶስ ሓደ ስጋ ኢና።

ትንቢት እንተኾይኑ ብልክዕ እምነትና ይኹን፣ ኣገልግሎት እንተኾይኑ ብኣገልግሎትና ንጽናዕ፣ ዝምህር እንተኾይኑ ብመምህርኑ ይጽናዕ፣ መዓልእ እንተኾይኑ ብመዓልኡ፣ ዝህብ ተገሩ ይሃብ፣ መራሒ እንተኾይኑ ብትግሃት ይምራሕ፣ እቲ ዝድንግጽ እውን ብሓጎስ ይደንግጽ ይብል። ሃለሉያ እሞ ዋላ ኣብዚ ዘለውሲ ውህበታስ ደስ ዝብሉኻ እቲ ዝድንግጽሲ ዘጸናንዕ ኣበሎ ምጽናዕ ኢሉ ዘጸናንዕ ከኣ ኣሎ ኢልዎ ዝድንግጽ ኣሎ ኢልዎ ዝህብ ከኣ ኣሎ ኢሉ ተገርየ ከኣ ይብሎ ጸጋኻ እንድሕ ኮይኑ ሃብሲ ኣይትሓዞ ሃብ ዋላ ውሑድ ይኹን ኣብ ብዝሒ ይኮነን ምሃብ ምሃብ ማለት ብዙሕ ምሃብ ማለት ኣይኮነን እቲ ዘለካ ምሃብ እዩ

እቲ ዝድንግጽ ካብ ብዙሕ ነገር ክድንግጽ ይኽእል እዩ። ስለዚ ኩሉ በብዝግብኦ ኪንከዓይ ይግባእ። ልዕሊ እቲ ዘሎ ልዕሊ እቲ ዝተዋህበ ጸጋ ግን ክሓስብ ፍቓድ ኣምላኽ ኣይኮነን ኢሉ። በቲ ዝተዋህበኒ ጸጋ ስምዕለኩም ኣለኹ ኢሉ። ስለዚ እዚ ዘይኮንኩ ኣነስ እዚ እየ ዘሊ ነይረ ዘይኮነሲ እቲ ዘለና ግን ኣዚና ኣጽኒዕና ክንሕዞ ዝግባኣና ብኡ ከኣ ንዓይል ይግባኣና ብዙሕ ፍረ ከኣ ርኢና ክንፈሪ ንኽእል ኢና። ፍቓድ ኣምላኽ እንድሕር ኮይኑ ክንፈሪ ንኽእል ኢና። ካብ ሓሳብ ኣምላኽ እንድሕር ኮይኑ ክንፈሪ ንኽእል ኢና። የሱስ ክርስቶስ ጎይታ እዩ። ንምንታይ ግን ዝኹሉ ጸጋ ዝሃበና ሃዋርያ ኢልና ኣለና፣ ነብያት ኢልና ኣለና፣ ወንጌላውያን ኢልና ኣለና፣ መምሃራን ጸ- ኩሉ ዝህበና ዘሎ እግዚኣብሔር ኣምላኽ ንምንታይ እዩ ድሕሪ ኢልና እቲ መልእኽቲ ከምዚ ይብለና ኤፌሶን 4:14 ድሕሪ ሕጂ ኢሉና ኣንቢቢ ይዓንቶይ ንሕና ናብቲ ካብ ንሕና ድሕሪ ሕጂ ንሕናን በቲ ካብቲ ምጥ- ምጥባር ሰብን ንምፍሓስ ሕተትን ዝኸውን ተንኮል ዝመጽእ ናይ ትምህርቲ ኩሉ ንፋስ ንምመጀው ንድፋን እንኽ- ከም ቆልዑ ምንት ከይንኸውን ሓደ መልእኽቱ ንሱ እዩ። ኣብቲ ሓቀኛ ዝክነኦ ናይ ኩሩስቶስ ደው ክንብል እዞም ነብያ እዞም ኦፍሪታት እዚኦም ወይ እዞም ውህበታት እዚኦም ኣብ ማሕበር ኣምላኽ እንተ ኣለዉ ብፍልጠት ትወጽእ ብመንፈስ ትመልኣኻ ትኸውን ብኹሉ ነገር ጸ ጽኑዕ ወዲ መዝሙር ትኸውን ብኹሉ ነገር ዝመልኣኻ ኣዚኻ ዝደልደልካ ሰብ ትኸውን ኣቡኡን ኣዲኡን ዘለዎ ውሉድ እንታይ ዝኸውን ብኹሉ ነገር ይዓቢ ብኹሉ ነገር ይቐስን ብኹሉ ነገር ርእስታ ማንነት እናዓበየ እዩ ዝኸይድ ምክንያቱ ጎደሎ ዝበሃል ነገር የብሉን እዩ ስለዚ እንታይ እዩ ዝኾን ዘሎ እቲ ናደ በይኒ ከም ዘለኹ ንካብል ኣይኮንኩን ግን ሙሉእ ዝኾነ ስድራ እንድሕር ኣለካ ኣብ ሙሉእ ዝኾነ ትሕዝቶ ዘለዎ ሰብ እንድሕር ዓብዪ ቆልዓ እንታይ ኹን ርእስታ ማንነት እናዓበየ ዝኸይድ ዝኾነ ነገር መፅኡ ዘፍርሃ ከማን የብሉን እዩ ምክንያቱ ኣቦይ ኣለኒ ኣደ የለኒ ገዛይ ኣለኒ እዩ መዕቆቢ እዩ ዝሓስብ ስለዚ ኣይፈርን እዩ እንታይ እዮም ዝገብሩ ሕጂ እዚኣቶም እዞም ጎበዝ እዚኣቶም ድሕሪ ኣለዉ እዞም ኦፊሳት እዚኣቶም ድሕሪ ኣለዉ እንታይ ኮይኑ ይገብረካ ነቢ መጆ ከይትብል ናይ ስሕት ትምህርቲ ዋላ ትመጽስ ነቢ መጆ ኣየብለካን እዩ ዋላ ሓሰውቲ ነቢያት ትመጹ ሲ ተሓቀኛ ነቢ ኣብ ማእኸልካ ስለ ዘሎ ትፈልጦ ኢኻ መምሃራን ኣብ ማእከልካ ስለ ዘሎስ ምሂሮም ደው ኣቢሎምኻ፣ ጓሶት ኣብ ማእከልካ ስለ ዘሎስ ኣጎቢዞምኻ ካብ ንእስነት ናብ ናብ ጉብዝና የቴምኻ፣ ናብ እኹል ሰብኣይ ኣብጺሖምኻ። ስለዚ እዚኣቶም ድሕሪ ኣለዉኻ ንሙጃ ኣይትብልን ኢኻ፣ ብስሕተት ትምህርቲ ኣይትጥወን ኢኻ፣ ናብዝን ናብዝን ኣይትብልን ኢኻ እዩ ይብለና ኣሎ። ኤፌሶን ምዕራፍ ኣርባዕተ ዓሰርተ ሓሙሽተ ብፍቕሪ ብፍቕሪ ንሓቂ እናሰዓብና ናብቲ ርእሲ ዝኾነ ክርስቶስ እናዓበ። ስለዚ ፍቕሪ ኣምላኽ ኸኣ ይነግሩኻ እሞ፣ እቲ ሓቀኛ መንገዲ ዝኾነ ክርስቶስ ናብኡ ኸኣ የቕንዑኻ እሞ፣ ናብ ክርስቶስ ካብ ብፍቕሪ ክርስቶስ ካብ ትዓቢ። ስለዚ እዞም ውህበታት እዚኣቶምሲ ንስልጣን ኢሉ ኣይኮነን እግዚኣብሔር ኣምላኽ ዝህቦም፣ ከፈላለየና ኢሉ ኣይኮነን ዝህቦም። ንሕና ናብ ምሉኣት ሰብኣይ ክንበጽሕ፣ ናብ መርኣያ ክርስቶስ ክንልወጥ፣ ናብ ናብ ክርስቶስ ክንዓቢ ስለ ዝደለየና እዩ። ስለዚ እቲ ጥቕሙ እዚ ክህበና ከሎ እግዚኣብሔር ኣምላኽ ንኣምላኽ ክነመስግኖ ይግብኣና። ክነመስግኖ እዩ ዝግብኣና። እዚኣቶ ክግለጹ ከለውስ ክንቀንኣሎም ዘይኮነ፣ ክንቃወሞም ዘይኮነ፣ ክነሳድዶም ዘይኮነስ ታይ ክንገብር ኣለና? ክነኽብሮምን ክንፈልጦምን ይግብኣና። እቶም ኣብ ማእከልኩም ብዙሕ ዝዓዩ ዘለዉ ብፍላይ ብቃል ዘገልግሉኹም ዝጓሲኹም ዘለዉ ክትፈልጥዎም እያ ትብለና ቃል ኣምላኽ። ብዙሕ ክብሪ ከኣ ሓዊ ክትህብዎም ይግባእ ይብለና። ዓሰርተ ሽዱሽተ ብዘሎ እቲ ስጋ ብደገ ክትመላገዩ እናተታሓዘ እናተኣሰረን ብመጠን እቲ እቲ ነንክፉት ዝተመደበሉ ግብሪ ፍቕሪ ግብሪ ብፍቕሪ ምእንቲ ክህነጽ ካብ ኩርሲ እዚ ምዕባይ ዝርከብ ብዘሎ እቲ ስጋ ብደገፍ ትምላጋግዮ እናተታሓዘ እናተኣሳሰረ እቲ ስጋሲ ክዓቢ ከሎ ቆልዓ ክዓቢ ከሎሲ እቲ ስጋን እቲ ዓጽምትን እቲ ጅማውቲ ሙሉእ ዘሎ ብሓደ እዩ ዝዓቢ በይኑ ዓጽሚ ጥራይ ይዓብን ይዓብን በይኑ ስጋ ጥራይ ይዓብን በይኑ ጅማት ጥራይ ከይዓብን እናተሓሓዘ እዩ ዝዓቢ ኩሉ ናደልደለ ናዓበየን ናዓበየን ናዓበየን እዩ ዝኸይድ ስለዚ እዞም መማህራን ግን ኣብ ማእኸል ምህላዎም፣ እቶም ሃዋርያት ኣብ ማእኸል ምህላዎም፣ እቶም ጓሶት ኣብ ማእኸል ምህላዎምሲ ብኹሉ ነገር ብዞል እቲ ስጋ ብደገፍቲ መላግዩ እናተታሕዘን እናተኣሰረን ብመጠን እቲ ነኑ ክፍሉ ዝተመደበሉ ብፍቕሪ ብግብሪ ይብል ብግብሪ ብፍቕሪ ምእንቲ ክህነፅ ምእንቲ ክህነፅ ምእንቲ ክዓቢ ምእንቲ ኣብ ፅባሕ ክሕይል ዝመፀ ንፋስ ነው መጀመጠ ከም ከምኡ ኢልዎም ኣሎ ደቂ እስራኤል እግዚኣብሔር ኣምላኽሲ ነቢ ሓደ መኣ ነቢ ኣብ ማእኸልካ እንድሕር ተሲኡሲ እሞ ከኣ ካልእ መልእኽቲ እንድሕር ኣምጺኡሲ ወይስ መልእኽቲ ተደይ ተፈጺሙ እዚ ነቢ እዚ ሓሳዊ እዩ ኣይሑቀኻ ቀተለኻ እዩ ወይ በዚ ለ ኣምላኽ እዩ እንተኢልኩምሲ ከይትኸዱ ከይትሰምዑ ይብሉ ሕጂ እንታይ ኣብ ሓቀኛ ነገር እንድሕር መጺኻ ግን ነቲ ሕጊ ናይ ኣምላኽ እንድሕር ፈይጥካዮ እቲ ኣብ ቤት ኣምላኽ ብዝግባእ እንድሕር ተጓሲኻ ኣብ ቤት ኣምላኽ ብዝግባእ እንድሕር ተማሂርካ ኣብ ቤት ኣምላኽ ብዝግባእ በዞም ኦፊሳ እዚኦም እንድሕር ዓቢኻ ግን ኖው ነጆ ትድፋእ ሰብ ኣይኮንካን ኢኻ ሱር ሰደድካ ኢኻ ትኸውን ስለዚ ኩላ ኣነ ኣብዚ ደረጃ ክበፅሕ ዘገበረኒ ካብ መጀመርያ ዝተምሃርኮ ሰብ እየ ከም መድሓናት ሒዘ ትምህርቲ ድሕነት ትምህርቲ ወዲ መዝሙር ክምሃር ከለኹ ፍልጠት ነይርኒ እንዲ ቤት ኣምላኽ ኣይነበረኒ ኩላህና ከምኡ ኢና መጀመርያ ክንመፅእ ከለና ቤት ኣምላኽ ተማሂርና ኢና ተማሂርና ኢና ኣብ ኮፍ ኢልና ዘለና ሰብ ተደይ ተማሂሩ ለው ነጀው እዩ ዝብል ናብቲ ሓንቲ ቤት ኣምላኽ ይኸይድ ናብቲ ሓንቲ ማሕበር ኣምላኽ ይኸይድ ናብቲ ሓደ ዓዲ ይኸይድ እንታይ ይኸውን ነውነጀው ይብል ኣብቲ ዝሞቐ ዝሞቐ ዝመስሎ ናብኡ ዝኸይድ እንድሕር ደው ኢሉ እንድሕር ተተኺሉ ግን እንድሕር ተማሂሩ ግን እንታይ ዝገብር ኣብ ሓደ ነገር እዩ ዝፀንዕ እዚኣ ኢለ ክውድየ ግብረ ሃዋርያት ምዕራፍ 20 28 ስጋብ ተቃላሳ ዘሎ ከምዚ ይብሎ ንሰብ ንዚኦም ካብ ናይ ኦፊሰን መልእኽቲ እያ እዚኣ ኣብ ማሕበር ኣምላኽ ምስ መመስረታ ክፍለዮም ከለዉ ሃዋርያ ጳውሎስ ዝበሉን ስለዚ ኸኣ ንርእስኹምን ነታ ብገዛእ ደሙ ዘጥርያ ማሕበር ጐይታ ከትጓስዩ ኢልዎም መንፈስ ቅዱስ ኤጲስቆጶስ ገይሩ ኣብኣ ዝሸመኩም ኩላኹም ዝሸመኩም ኩሉ መባሰ ሓልዉ ስለዚ ንርእስኹም ነታ ብገዛእ ደሙ ዘጥርያ ማሕበር ጐይታ ክትጓስዩ ሕጂ እዞም ኦፊሳ እዚኣቶምሲ ክጉይትቱ ኣይኮኑን ከኣ ዘቕምጦም። ንርእሶም እዩ ሓደ መጀመርያ እቲ ፍልጠት እዚ እቲ ጸጋ እዚ ብድሕሪኡ ከኣ ነቲ ማሕበር ኣምላኽ እዩ። ነታ ብደም ኢየሱስ ክርስቶስ ዝተጸረየት ማሕበር ኣምላኽ ንዓኣ ከኣ ክጓስዩ። ንርእሶም ጓስዮም ንቤት ኣምላኽ ኣጓስዮም። መምህር እንድሕር ኮይኑ ንርእሱ ይጓሲ ንቤት ኣምላኽ ከኣ ይጓሲ። ጓሳ እንድሕር ኮይኑ ንቤት ኣምላኽ ይጓሲ ንርእሱ ከኣ ይጓሲ። ስለዚ ንዕኡ ጥራይ ኣይኮነን እቲ ጸጋ ወይ ንርእሱ ጥራይ ኣይኮነን እቲ ፍልጠት ወይ ከኣ ንማሕበር ጥራይ ኣይኮነን እስኻ ንባዕልኻ ክልወጥ ይግብኦ እዩ ማለት እዩ ኣነ ምስ ኣልጎስኩ ኢሉ ነቲ መጓሲ ዘይንሕፉ እኩያት ተኻሉ ከም ዝኣትውኹም እፈልጥ ኣለኹ ገና ከይተፈለየ ከሎ ገና ክታ ማሕበር ከይወፀ ከሎ ክፍለዮም ከሎ ክላበዎም ከሎ ነቶም መራሕቲ ነቶም ጲስቆጶሳት ዝበሃሉ ነቶም ሽማግለታት ፀዊዑ ክዛረቦም ከሎ ሃዋርያ ጳውሎስ እንታይ ኣነ ምስ ኣልጎስኪ ኢሉ ነቲ መብራት ዘይንሕር እኩያት ተዃለ ከም ዝኣትዉኹም እፈልጥ ኣለኹ ኢሉ። ንደቂ መዛሙርቲ ደድሕሪኦም ምእንቲ ክስሕቡ ቄናን ነገር ዝምህሩ ካባኻትኩም ክትብሱ እዮም። ካብ ማእኸልኩም እዮም ዝትስኡ ኢልዎም። ካባኻትኩም እዮም ዝትንስኡ። ንቶም ደቂ መዛሙርቲ እንተምሂሩ ጳውሎስ ዓመትን ሽዱሽተ ወርሕን እዩ ኣብ ኤፌሶን ገይሩ። እዚ ኩሉ ምሂርዎም ክወጽእ ከሎ ግን ለበዋ ሂብዎም ከይዱ። ሽማግለታት መሪጽሎም እዩ ከይዱ። ኤጲስቆጶሳት ኣቐሚጥሎም እዩ ከይዱ። ንዖም ክላበዎም ከሎ ግን ንርእስኹምን እታ ማሕበርን ሓልው ኢሉ ኣብ ማእኸልኩም ዘጋግዩ ክትዝ ኢሉ ስለዚ ንርእስኹም ከማን ክትሕልው ይግባእ እቲ ማሕበር ከማን ክትክብር ይግባእ ስለዚ መምሃራን ምህላው ኣብ ማእኸልና ጓስት ምህላው ኣብ ማእኸልና ነቢያት ምህላው ኣብ ማእኸልና ሲ ከም ጸጋ ኢና ክንሓስብ ዝግባኣና ከም በረኸት ኢና ክንሓስብ ዝግባኣና ክንቅበሎ ከኣ ይግባኣና ጎይታ የሱስ ከምኡ ኢሉ ነቢይ ኣብ ማእኸል ዓዱ ይከብር እዩ ኣብ ማእኸል ዓዱ ተነቢዩሎም ኣይሰምዕዎን እዮም ኣይተቐበልዎን እዮም ኣብ ርሑቕ ዘሎ ሰብ ግን በቲ ትንቢቱ በቲ ትምህርቱ ግን ይመሃር እዩ ካብ ርሑቕ መፅኦም ንክርስቶስ ይጥቀምሉ ነይሮም ኣብ ማእኸሎም ከሎ ግን ይጥቀምሉ ይነበሩ እታ ጓላ ዝሓመመታ ሰበይቲ ዋላ ክርስቶስ እኳ ዳርጋ ብዙሕ ጸርፊ ውሪዱና ኣኽላባት ንቀደም ንውሉድ ኢና ኣኽላባት ኣይዋሃን ይብል ስጋብ ዘሎ ኾነ ግን ንስኻ ካበይ ኣመፅያ ከብርዖ ናይ ሎሚ ሊብያ ኣመፅያ ወረ የሱስ ሰሚዓ ተፈዊሳ ጓላ ከዓ ፈዊሳ ኺላ ማለት እዩ ኣብ ማእከሎም ከለዉ ግን ዝሰምዖ ኣይነበረን። ስምኦን ስምኦን እዩ ብለና ኣብ ሉቃስ ስምኦን ለምጻም ኣብ ገዝኡ ዓዲሞ መኣዲ ቀሪብሉ ከሎ ማርያም መጺኣ ኣብ ቤቱ ተፈዊሳ የሱስ ቀቢኣ ክትከይድ ከላ እሱ ግን ለምጻም እዩ ኢልዎ ወላ ሓደ ተፈወሰ። ካበይ መጺኣ ማርያም ግን ንየሱስ ክርስቶስ ውዕላታ ክትምስክር ከላ ወረ ይግረም ነይሩ እሱ እዝስ ነብሪ እዩ ክበሃል እዝስ ናይ ኣምላኽ ሰብ ድዩ ዝበሃል ከምሎ ዝዀን ክፈለጣ ነይሩ እዛ ዘማዊት ሰበይቲ ይብል ነይሩ ስለዚ ኣብ ማእኸልና እንተደይ ተቐቢልናዮም እቲ በረኸት ኮንቲ እዩ ንዓና እዩ እቲ ምርኮ ንሰብ እዩ ዝሃቦ እቲ ማለያ ዘይብሉ ጸጋ ኣባይን ኣባኻትኩም እዩ ኣቐሚጥዎ ኣነ ንዓኹም ተደይ ተጠቂመልኩም ንሳኻትኩም ንዓይ ተጠቂምኩምለይ ከተጠቓምለና ንከይድ እንጠቃቀም ኣሕዋተይ ንቀባበል ጸጋና ነውጻዮ ንጢሞቴዎስ ክጽሕፈሉ ከሎ ከምዚ ኢልዎ ኣሎ ቀዳማይ ጢሞቴዎስ ምዕራፍ ሰለስተ ከምዚ ኢላ ትጅምር ምዕራፍ ሰለስተ ፍቕዲ ሓደ እዚ ቃል እዚ እሙን እዩ ሓደ እኳ መዓርግ ኤጲስቆጶስ እንተደለየ ሰናይ ግብሪ ይምነ ኣሎ ሕጂ ኣብ ቤት ኣምላኽ ምምናይ ፅቡቕ እዩ ክንምነ ባልኹም ኢሉና ንሰብ ቁረንጦስ ዝፅሕፈሎም ከሎ ብቋንቋታት ትዛረቡ ትኽእሉ ኢኹም ክትፅልዩ ትኽእሉ ይህሉ ግን ክትንበዩ ሃረር ክትብሉ ይደሊ ኣለኹ ክትንበዩ ግን ሃረር ይብሉ ዝበለፀ ነገር ዝተሓቐነ ግበሩ ዝበለፀ ነገር ስድለዩ ዝበለፀ ነገር ክንደሊ ፅቡቕ እዩ ቃል ኣምላኽ እዩ እግዚኣብሔር ኣምላኽ ከዓ ከም ዝደለኻዮ ክበካ ይኽእል እዩ ይህበካ እዩ። ስለዚ እንታይ ኢሉ እዚ ቃል እዚ እሙን እዩ ኢልዎ። ሓደ እኳ መዓርግ ኤጲስቆጶስ እንተደለየ ሰናይ ግብሪ ሰናይ ግብሪ ይምነ ኣሎ ኢልዎ። ምምናይና ጽቡቕ ምምናይ ጥራይ ግን ኣብ ቤት ኣምላኽ ወላ ኣይኮነን። ምምናይ ጥራይ ግን ነዚ ጸጋ ትቕበሎ ማለት ኣይኮነን። ምምናይ ማለት ጥራይ ግን ክትዓየሉ ኣይትኽእልን ኢኻ። ፍረ ክህልወካ ይለዎ። ብኣእምሮ ክትምዘን ኣለካ፣ ብኣተሓሳስባ ክትዓቢ ኣለካ፣ ብኣካይዳካ ክረኣ ኣለዎ። ልዕሊ ኩሉ ከኣ መንፈስ ቅዱስ ከኣ ክበካ ኣለዎ ወይ ከኣ ጸጋ ከኣ ኣባካ ክረኣ ኣለዎ። ናይ መምህርና ድዩ ናይ መምህርና ጸጋ ክረኣ ኣለዎ። ናይ መዘምራን ድዩ ናይ መዘምራን ጸጋ ክረኣየካ ኣለዎ። ናይ ድያቆን ናይ ድያቃን ጸጋ ክረኣየካ ኣለዎ። ናይ ኩሉ እቲ ጸጋ ክረኣ ኣለዎ። ፍሬካ ኣዝዩ ኣዝዩ ኣገዳሲ እዩ። ስለዚ ብድሕሪኡ ክርኢ ከሎ ቤቱ ዘስተናብር ሕፉራት ብሉጽ ዘለዎ ብዙሕ ብዙሕ ተቐባሊ ጋሻ ዝኾነ እናበለ ይርኤ እዩ። ስለዚ ምምናይ ሕማቕ ነገር ኣይኮነን፣ ትምኒት ጥራይ ግን ቤት ኣምላኽ ኣይሰርሕን እዩ። መንፈስ ቅዱስ ክቐምጠልካ ኣለዎ፣ ጸጋ እቲ ክዓይ ኣለዎ፣ ኣባኻ ኣለዎ። ናይ መወዳእታ መልእኽተይ ካልኣይ ቆሮንቶስ ምዕራፍ ሽዱሽተ ከምዚ ይብል ጸጋ ኣምላኽ ኮንቱ ከይትቕበሉ ንሕና መታዓይትነ ንምዕደኩም ኣለና ግን ኣሕዋተይ ዝተቐበልናዮ ጸጋ ኮንቱ ዝኾነ ኣይኮነን እሞ ነቲ ዝተቐበልናዮ ጸጋ ክነብዝሖ ክነፍርዮ ይግባና ሃዋርያ ብዘበኖም ከይዶም ኣብ ብዙሓት ፈርዮም እዮም ሃዋርያ ጳውሎስ ብዘበኑ ኮይኑ ብዙሕ ፈርዩ ኩሎም ናይ እምነት ኣቦታት ኣብ ብዙሕ ዕዮ ኣትዮም ኣብ ብዙሕ ኣፍርዮም ስለዚ ዝተዋሃብናዮ ጸጋ ክንዓየሉን ከንቱ ከይከውን ከኣ ክንጥንቀቐሉ ይግብኣና። ጽባሕ ንግሆ ዝጻባጸበና ጎይታ ኣሎ። እንተ መኽሊት ሂቦም ዝኸደ ተጻባጺብዎም እዩ። ኣብ መወዳእታ ንርሑቕ ዝገይሽ መሰለ ጋሻይ ኢልዎም ነብሲ ወከፎም ሂብዎም ከይዱ። ዓዓቕሞም ከኣ ትብለና ጸጋ ዓዓቕምኻ እዩ ዝበካ እግዚኣብሔር መስፈር ይብለና። መስፈር ውህበት ዝኽሉ ክርስቶስ ጸጋ ሂቦ እዩና። ስለዚ ዓዓቕሞም ሂብዎም ከይዱ። ሓሙሽተ ሰለስተ ከም ሓደ ትህቦም እቶም ክልተ ዓየኖም ጸኒሖም እቲ ሓደ ግን ቀቢርዋ እዩ ጸኒሑ ስለዚ ተቃልኩም እያ ትብዚያ ጸጋ ኣምላ ንኾንቱ ከይትቕበሉ ንሕና መጣዓይ ትኾነ ንምዕዶ ማለት እግዚኣብሔር ኣምላኽ ንኾንቱ ጸጋ ሂብኒ ክትዓየሉ እዩ ዝባካ ስለዚ ባህ ክብለና ይግበኣና ሓደ ሓወይ ጸጋ ከም ጸግኡ ኣብ ምዘምራን ድሕሪ ኣትየ ባህ ክብለና ይግበኣና ክዓየሉ ከሎ ከኣ ፍረ ኣለዎ ኣብ ጉስነት ድሕሪ ኣትዩ ባህ ክብለና ይግበኣና ኣብ ዲቆና ድሕሪ ኣትዩ ባህ ክብለና ይግበኣና እዚ ኩሉ ነገር ግን ጎይታ ዝሃበና እዩ ነታ ማሕበር እዩ እቲ በረኸት እዚ ግን ነታ ማሕበር እዩ ስለዚ ክንጥቀመሉ ይግበኣና፣ ክነስተውዕሎ ይግበኣና፣ ክብሪ ከኣ ክንህበሉ ይግበኣና። ብኡ ሓሊፍና ከኣ ንእግዚኣብሄር ኣምላኽ ክነመስግን ይግበኣና። ስለዚ ጸጋ ኣምላኽ ንኾንቱ ኣይተቐበልናን እሞ ከምቲ ዝተቐበልናዮ ኩላህና ከምቲ ዝግበኣና ከምቲ ቃል ኣምላኽ ክንብቦ ዝጸናሕናኹም ከምቲ ዝግበኣና ኮይና ክንዓይይ ይግበኣና። ስለዚ ንሱ ስለ እቲ ብዛዕባ ኣሎ እሱ እሱ ካብ ክርስቶስ እዩ ውበት ዝሃበ መን እዩ ክርስቶስ ኢየሱስ ውበት ዝሃበ መን እዩ መንፈስ ቅዱስ ውበት ዝሃበ መን እዩ እግዚኣብሔር ኣምላኽ ስለዚ ንሱ እዩ ዝህብ መን እዩ እቲ ዝሃበ ከዓ ዝኽልኩለ ሰብ የለን ዝቋወመ ሰብ የለን እዩ ክፉት ደገ ሂበካ ኣለኹ ኢሉ ሓደ ክዓፆ ኣይክእልን ተሓላለዩ ስለዚ ንኩላህና ፀጋ ሂብና ሓደ ክዓፆ ዘይክእል ኣነ ከልኪለኩም ኣየዕጾን እየ ማሕበር ኣምላኽ ከልኪላት ኣይዕጾን ብግዚኡ ይወጽእ ጸጋ ዓቕሊ ግን ንበር ንጸበየ ግን እግዚኣብሔር ብፍቓድ ኣምላኽ ብሰዓት ኣምላኽ ብግዜ ኣምላኽ ዘይወጽእ ጸጋ የለን ኣሕዋት ንስራሓሉ ግን ንጸልየሉ ንንበርከኸሉ ኮንቱ ዝኮነ ጸጋ ይተቀበልና ጸጋ ግን ንዓይ የደግባን ስለዚ ሓደ ነገር ዝዓጽዎ ነገር የለን ኣባይ ዘሎ ጸጋ ኣይተዓጽዎን እዮም ኣነ ውን ኣይዓጽዎን እየ ብምዕጻውና ግን በረከት ናይ ሓውና ንክልክሎ ኢና በረከት ናይዛ ማሕበር ግን ይክልከል እዩ ኣብዚ ሎሚ ግዜ መምሃራን የለውን ዝብሉ ኣለዉ ጓሶት የለውን ዝብሉ ኣለዉ ሃዋርያ የለውን ዝብሉ ኣለዉ ነቢ የለን ዝብሉ ኣለዉ እዮም እቲ ካብ በረኸት እና ካብ ነቢ ዝወጽእ በረኸት እዮም ዝኽልክልዎ ዘለዉ ካብ ሃዋርያት ዝወጽእ በረኸት እዮም ዝኽልክልዎ ዘለዉ ካብ ወንጌላዊ ዝወጽእ በረኸት እዮም ዝኽልክልዎ ዘለዉ ኣሎ እዩ እቲ መንፈስ ኣይተለወጠን ኢየሱስ ሎምን ንዘለዓለም ንሱ እዩ ኣሕዋተይ ኣይተለወጠን ጸጋ ኩሉ ኣብዚ ቤት ኣሎ ክወጺ ብግዚኡ ጎይታና ሓድሽ ነገር የእትወና ኣሎ ናብ ጉስነት ጓሳ ህበና ኣሎ ኣቦ ህበና ኣሎ ጽባሕ ከኣ ካልኦት ክወጽ እዮም ሃለሉያ ንጸሊ ሃለሉያ ኣሕዋተይ ከም ተቐድመ ዝበልኩም ብዛዕባ እቲ መንፈሳዊ ህበት ግና ብዘይፍጠት ክኾነ ኣይፈትን ሃለሉያ